ከመይ ጽቡቕ ከመይ ዝብል ለባም ስምዓኒ ንስኹም ኮ ፍቑራት ኣይኮንኩም ናብ ወለዲ ዝበፅሐ ናብ ሕፀ ዝቐረበ ርክብ ኮዩ ዘለኩም ሕጂ እዚ ምስ ሓደ ወዲ ክስዕስዕ ርእያ ዶ ገሪካ እዚ ኣብ እዝኖም ምስ በፅሐ እንታይ ይስምዖም ኢልኩም ኣይትሓስቡ እንዲኹም ነዚ ምምዛን ክትስእብ ስምዓኒ ሓደ ዝተሓዝ ነገር ንሓዝ ፅቡቅ ኢካ ሕሰበሉ ድሓር ካ ነዚ ኩሉ ሓሲብካ ዘለካ ዶ ዋላ ክብሎ ደልየ ዝብለ ዘለካ ኣለዎ እንደ ግዜ ናይ ሜካ ትወኮ ዘለካ ተረዲኻ እንዶ ዋዕ በጃኻ ኢለካ ስምዓና ንዓኻ ካብ ስምዒት ክነውፅእ ክንብልሲ ንባዕልና ከማን ኣብ ዘየድልናዮ ስምዒት ኣቲና ታንካ እታ ሳይሞን እዚኣ መልክዓ
ማቶ ፊልምስ

እሞ ዮስ ሓፍተይ ሳሪተይ ንሕና ስለ ዘይነኽብረክን ወይ ከም ዘይንገሰክን ኣይኮነን ጀስት እታ ቆጠራና ሲ ሽዑ ኣጋጣሚ ገለ ኩነታት ስለ ዝተፈጥረስ ኔክስት ዊክ ኢና ስኪና ነርና እምበር ብካልእ ኣይኮነን ይታ ሰምዓካ ዋ

እወ ኮነ ኢልኩም ተን ንፈትወን ቾክሌት እንዲኹም ኣምጺኹምልና ዘለኹም። ምስ ናይ ደገ ዓርክኹም ከ ተራኺብኩም ዶ? ክላእ እንተ ክንራኸብ ደኣ ማይክ ጠሊምና እንድዩ። ሽዑ ደብ ሰናይ ከትኮ።
ሳይሞ ኣለኻ ዶ? እሞ ሳሚ ሸዳ ከመይ ነበረት?

ከሉ ነተን ምቃል ጎንኻ ክትመን ከም ዘለካ እምበር ንዐንሲ ካልኣይ ገለ ክትሰርዐን ከም ዘይብልካስ ተማሂርና ናይ ብሓቂ እዚ ነርት ሓቅታት። እ ሳይሞን ሓቁ ድዩ?
እንተ ሳሪተይ ብዛዕባ እቲ ስተዐሊክ ነራ

ኣይረኣኻን ኣይተዓዘብካን
በቃ እንዲኹ እሞ ሂሳብ መሓዛኺ ማለት ሲ በቲ ናይ ትማሊ ሓሪቓ ገለ ኮሪያ ትኾን ኖኖኖ ወላ ሳይሞን ፅቡቅ ኣይነበረ
እዋ እንታይ እሞ ማለት ሲ ኣነ ሲ ነግረኪ ፀኒሐ ስኽስ ፍልይቲ ለዋ ምቅርቲ ረኽብለኪ ፀኒሐ ሓቂ ሪኺ ትማሊ ንሕና ኣነንስ ከም ዝተባኣስና ምስ ተዛረብኩኺ ተረዲእኪ ገዲፍክለይ ኢኺ ዮሳን ግን ንሳይሞን በቃ ጨቕጨቓቶ እያ ብዙሕ ፀርፊ ገለ ፀሪፋትን ገለ እዩ ዝብል ነይሩ ሕጅስ እየ ብኸምይ ዝኸም
ንሱ ጥራይ ግን መባእሲ እዮም ትብል ካልእ ሞታይ ከይህሉ ኢኺ ማለት እምበር ሳይሞን ዓርከይ እኮ ተቐያቓትኒ ወይ ፀሪፋትኒ ጥራይ ኢሉ ከምኡ ክኾነ ኣይክእልን ስራዩ ሳን መሓዛይ እውን ሓዳጊ እኮ ምናልባት ዓርክኻ ነካስኪ ይከውን ዳኣ እምበር ሳይሞን ዓርከይ እውን ሓዳጊ እዩ ማለት ዘረባ ደርቢያትለይ ገለ ኢሉሲ ክል ሰዓት ክንደዚ ይሓርቐኒ
እዚ ጥራይ መባእሲ እዮም ትብል ናይ ብሓቂ
ካልእ ሞታይ ከይህሉ ኢኺ ኖ ኖ ኖ ገለስ ኣሎ ንስኻ እውን ትፈልጥ ኢኻ ስቕ ሃሳዩ እዩ ኣሮነይ ዝኾነ ትፈልጦ ነገር ተልዩካ ንገረኒ ኣነ ንዮሳን ጌጋ ተልዩዋ ከረድኣ ይኽእል እየ ስቕ ስቕ ተይልና ግን መዘዙ እዩ ዝበዝሕ ኣቲ ሳሪተይ እሞ ሕራይ ብኸመይ ክኸውን ትብል ኣለኻ መንፈስኩም ጽቡቕ ኣይምሳይ ንስኻ እውን እኮ ምሳይ ክትዛረብ ከለኻ ኢኻ ደሓን ነርካ እምበር ምሳይ ምን ክትሕልዎ እኮ ኢኻ ምሳኻ
ዋይ ሓራ ጥራሓተኪ

ነማሲ ኢላትኒ ነይረ ኣነ ይተቐበልክዋ ንሳ ግን ኣማሳ በለ ክትፈልጢ ማይ ክትማል ይጥዕመኒ ምስ በለና ምስ ሳም እንታይ ጌርና መሲልኪ በቃ ድሓን ካብ ሲልና ገዛ ንኣቱ ሲ ኣብዚ ሓደ ሓደ ንበልና ናብ ሓደ ባር ንኣቱ ኣብኡ የኸን ጸኒሓትና እሞ ከዓ ምስ ዘይንፈልጦ ሰብ ኣብኡ ገልጠምጠም ክስዕስዕን ገለ ጸኒሓትና ኣለኻ ውይ እዛ ጓል እዚኣ ዘይትሰምዕ ሳይሞን ርእዋ ምርኣይ ጥራይ ሕጂ ንገርኒ እሞ እስኺ

ገዛኺ በፂሐ ክለኽ መስለኒ
ስለዚ
ኣነ ክኸይድ
እንቲኻ ትኾን ዘለኻ ቆፀራ ዝጠለምኩም ባዕልኹም ኢኹም መስለኒ ኣነ ከዓ ሓሪቕኻ ክዛረብ ንቡር እዩ ኣብ እዝነይ ዓፂኻኒ ሕጂ ከዓ ሙሉእ ምሸት ተነፊሕካ ምሲኻ

መጠኑ ዝሓለፈ ክብረት እምበር ነይርኒ ግን እንታይ እዩ መዓብስ ክብረት ዝሃበ ክብረት ዘይምለሰሉ ኮይኑ እምበር ኣንታ ዝመስለካ ንዛረብ ሰብኣይ ደይኮንካን እንታይ ከ ጎቦ ጎቦ ትብል እቲ ብስብእነተይ እሞ ተጠራጢረ ይፈልጥኒ እየ ኣነ ግን ኣብ ርእሲ ክብረት ስለ ዘለኒ ስቕ ክብል መሪፀ። ኣነ ከኣ ዝኾንካዮ ከይነገርካኒ ካብዚኣ ተንከስ ኢልካ ኣይትኸይድን ኢኻ እብለካ ኣለኹ። ኣቲ ወደ
ኣቲ በጃኺ ስቕ ተልና ንኹላትና እዩ ክሓይሽ። ኣነ ከኣ

እታ ምሸት ኣብያ ምሳኺ። ዓይነት ምሸት?
እታ ዝጠለምናኪ ምሸት። ሽዑ ጠሊምኩምና እንዲኹም። ኣብ ደስ ዝበለኒ የማስ ንዓኻ እንታይ ይምልከተካ? ተወዲኣ
ስለ ዘይምልከተኒ እኮ እየ ኣንፈይ ሒዘ ስቕ ኢለ ዘለኹ። እስኺ ግን ንኽዛረብ ተዃትኽኒ ኣለኺ። ስምዓኒ ሳይሞን፣ ሽዑ ከተማ የማስ እየ። ብድሕሪኡ ናብ ሳራ መሓዝያ ከይደ ሓዲረ። በጃኺ ደሓን

ካልእ ከይመጸልያ ሕጂ ትደለኪ ምስቲ ክትብዕለግዮ ደምሰኺ ወዲ ምስኡ ክንርክብኪ ዘይፈልጥ ከይመስለኪ ባዕለገ ባዕለገ ባዕለገ

ኣትዮ ተጨንቕኒ እንዶ እንታይ ኮይንኪ ምስ ሳይሞን ድዩ እዎ ምስኡ ምስ ሳይሞን እንዳ እንታይ ረኺብኩም እታ ምሳኺ ዝሓደርኩላ ምሸት ሓራይ በቃ ሽዑ ርኢኒ
ስትወዲ ከለኺ ኣንታ ክገብር ደሞ ርኢኒ እዩ ይዘናጋዕ ይስዕስዕ ነይረ በቃ ካብ እንታይ ዝገበርኮ ነገር ኣሎ ድዩ ብዛዕባኡ ከዓ ነጊረኪ ይመስለኒ እሞ ዝገደደት እዮ ሰይ ብዛዕባኡ ክፈልጥ ድዩ ብዛዕባ ዶ እንታይ ክፈልጥ እንደ ደለይኪ ገለ ከም ዝነበረ
ምዕራብ ፈልጦ እዩ ንፅም ሪዮ ይፈልጥና ኣትዮሰይ እዚ ከይመፅእ ኢለይኩ ከም ዝብለኪ ነይረ እምበር ንዕናይ ንዘናጋዕ ንኺድ ክትብለኒ ከለኺ ዝኣበኹ እኮ እዚ ከይመፅእ ኢለ እምበር ምዝንጋዕ ፀልእ ሰብ ደሎ እዩ መተጋጌ
ስጉን ሕጂ ነዚ ብካልእ ነገር ተረዲእዎ ዘሎ ግድን እዩ ብካልእ ክርድኦ እምበር ኣብ ካፌ ኮንኩ እንኮሻ ክትሰድ ፀኒሕክዮ ኣብ ባር እንዳሳዕሳዕ ክሕሲሲ እንዳበልኪ ገለመለኪ ክፀኒሕክዮ ግድን እዩ ብካልእ ክርድኦ ደሓን ሕጂ መኸደ በለይ

ኣታ ሳይሞን እንታይ ከኾንካ ወደ ካብ ስምዒት ዘይትወፅእ እዋ እንታይ ከኾንካ ዋላ ክትፀፍዕ ከመን ይመሰል ይቡካ እንኳዕ እስኻ ከማናይ ትሪኣ ኣነ ሰላም ገይረ ገዛኣ ፋንያ ቤይ ንምለስ ዳሓሰብኩ ከለኹ ኣብ ውሽጥኻ ድሎ ዝተሰማዓካ ግድን ተዛረብ ኢላትኒ ኣነ ካኣ ስምዒተይ ቆፃፀር ኣይካኣልኩን። ኣታ ሳይሞን ስምዓኒ ሸለል ትብላ ሸለል እንታይ ደዛሪበካ ካብ ስምዒት ውፃእ ዳሓር ካኣ ስማዕ እሞኒ እስኹም ኮነ ኣብ ሕፀ ድበፅሒ ርክብ ኮዩ ዘለኩም ወለዲ ሰሚዖምስ እንታይ እዮም ክብሉ ሕጂ እዚ ኣይሰሙን ኣይ ወርሒ እሞ እንታይ ደኣ ድሌታ ዳ ገበረት ከላ ስቅ ኢለ ደይ ሰማዕኳ። ሳይሞን ኣይኮነን እንታይ ደለካ ሓንሳብ ስጋብ ጭቡጥ ነገር ንሕዚ ዓቕሊ ትገብር ዋ ናበይ ከይከደካ እዩ ዝኽሉ ጉያጉያ ዋ እንታይ ና ጌርናካ እታ ሄሎ ቤቢ ኣሮነይ ከመይ ሓዲርካ። ኣምላኽ ይመስገን ከመይ ሓዲርኪ። ሰላም እዩ ኣምላኽ ይመስገን ክስታይ እንድየ ክብለካ ደልየ። ሐራይ። ካብ ዝፈራሕናዮ ድኣ ዘይወጻና። እንታይ እዩ። ዮሳን ሳይሞን ን ድም ትማት እዩ ብድሕሬና ተጋራጭ። ኣህ ፈሊጠ ኣለኹ።
ብኸመይ ፈሊጥካ። ሳይሞን ምሳይ እንድዩ ዘሎ። እንታይ ዮሳን ደዊላ ዶ ነጊራትኪ ዋላስ። ምሳይ እምበር መጺኣ ሓዲራ በጃኻ ገለ ግበር።
ደሓን በቃ ቢቢ ክልበልኪ ደሓን ክፅበየካ እየ
ርኢኺ ወላ በድሊ ሳይሞን ኣብ ርእሲኺ ዘለዎ ፍቕሪ እዩ ዘርኢ እዚ
እንታይ ኢልኪ ምስ ሳይሞን ኣለና ትማል ዘጋጠመኩም ከዓ ነጊርዎ ኣሎ እሞ ኸዳ ርግፀኛ ዶ ኮይኑ ክነግረኪ ኣሮን ኣይክድግፎን እዩ ሓደ ነገር ግን መማክርኩም። ኣሮይ እንታይ? ንኣሮን ኩሉ እቲ ዘጋጠመኪ ንገርዮ ሹዑ ቀስ ኢሉ ከረድኦ እዩ።
እውይ ኣታ ኣምላኽ ኣቲ ሳሪ ርክብና ኣብዝብቀየሉ እኳ ኢልኒ።
ደሓን ንዓኺን መምሃሪ እዩ ዝኸውን። ንሱ ከኣ እቲ ዘጋጠመ ንኣውሮ ንምዕላሉስ ጠቕሊሉ ከም ዘይቀበጸኪ እዩ ዘርኢ እዚ። ስማዕ እንዶ በቃ ብሓንቲ መዓልቲ እዛ ጓል ክትምንና።
ኣንታ ጸቢቐለይ ኢልካ ዲኻ ትዛረብ ደለኻ? እንታይ ደኣ ምስኡ ብዓዳ ደቂሳ ከላ ደይ ረኸብክዋ ደሊኻ? ኣንታ ሳይሞን ስምዓኒ እንዶኒ ምስ ሳራ'ያ ሓዲራ ኣምሽለካ። ኣታ በጃኻ በጃኻ በጃኻ ዋ ሳራ እኮ መሓዛ እያ ከመይ ጌራ ኣሕሊፋ ክትባ ትጽበያ ኣለኻ። እዋእ ሳይሞን ንዓ'ባ እሞ ሳሪተይ ከ ክትሕሱ? ኣነ ክትሕሱ ወይ ሓሳዊት ኣይበልኩን ግን ንመሓዛኣ ከ ኣሕሊፋ ክትባ ኣይትኽእልን እያ። ኦህ።
ሳይሞን በዚ ስምዒትን በዚ ኣዘራርባን እዚ ኣብ ወላ ሓንቲ እንዳ ክንበጽሕ ዘይንኽእል ሱቕ እምባር ንሓቂ ይሕሸና ይሓይሽ ይሓይሽ ስኢልካ ከማ እንተተኻኢለ ኖ ኖ ተጋጊኻ ግን ዘለኻ ካብ ስምዒት ውፃእ ንዓይ ስምዓኒ ካብ ስምዒት ውፃእ ጓል ሰብ ሃሪመ ኢልካ ዝዘረብ ኣሎ ዋ ፅባሕ ንግሆ ክንተ
ሳይሞን ሓወይ ኩሉ እቲ ሓቂ ዝኽለካ ዝጸናሕኩ እዩ ኣብታ ምሸት እቲኣስ ኸኣ ቤርና ስኺ
ኣነ ደኣ ገዛ ሪኺ እሳ ደኣ እንተኾይና ከቢራ ገዛ ኮፍ ደይ ትብል ዋረ ደኣ ንዓን ዓናና ኣይትግለጽለይ ኣመል ኣመል ምስ መግነዝ ኮይኖም እዮም ኣመል ምዃኑ ከይተርፍኩ ዝኸውን እሞ ንዛረብ ሳይሞን ንዮውታን ቅድሚ ሕጂ ከምዚ ዓይነት ጠባይ ትፈልጠላ ዲኻ? ፈጺመ ኣይፈልጠላን ኢየ ሕጂ ውን እኮ ኣይፈልጠላን ኢየ ስለ ዝረኣኽዋ ግን ቅድሚ ሕጂ ውን ብሕቡእ ትገብሮ ኔራ ትኸውን ኣይፈልጣን። ሳይሞን ንስኹም እኮ ፍቑራት ሓሊፍኩም ንሕጸን ንመርዓን ትሸባሸቡ ዘለኹም ሰባት ኢኹም ብናይ ሓንቲ ምሸት ከምዚ ክትኮኑ ጽቡቕ ኣይኮነን። እንታይ ድዩ መሲልኪ ሳሪ ኣነ እንድዒ ዮውሳን ብልቢ ኢየ ድብለኪ ደለኹ ምሳይ ክትቅጽል ድሌት ደለዋ ኮይኑ ይስምዓኒ ኩሉ ዘረባኣ ንባእሲ ዘንቀለ ስምዒታታ በቃ ናብ ባእሲ ደበለ ምሳይሲ ምርድዳእ እኮ ኢዩ ደይብላ። ስምዕኒ ዶ ድሕር ከምዚ ኮይኑ እንታይ ገድሽና ንተኣሳሰር ንምንታይ ኣብ መርዓ ኣብ ሓዳር ኣብ መውስቦ ከይበጻሕና ስለምንታይ ዘይንፈላለ ቃል ኪዳን እኮ ከቢድ እዩ ቅድሚ ዘይፈላለ እዛ ምሸት ጌጋ መዓልቲ እያ ምስ ትወዲ ከዓ ኣብቲ ባር ሳዕሲዓን ተዘናጊዓን እያ እምበር ብድሕሪኡ ገዛይ መፅያ ምሳይ ሓዲራ በዛ ናይ ሓንቲ ምሸት ፍጻሜ ክትፈርደለኻ ፅቡቅ ኣይመስለንን እንታይ ድዩ መሲልኪ ሳራ ሓፍተይ እስኺ መሓዛ ኢኺ ኣነ ከኣ ንስኺ ሕሊፍኪ ክትብያ ኣይጽበን እየ ተረዲኽኒ ኣለኺ እምበር ኣሮን ስለ ኣቐዲሙ ዝነገረኪ ይኹን እዚ ጉዳይ እዚ ኣይምነገርክን ንዓይ ሕሊፍኪ ኣይምሃብክያን ኩሉ እኮ እዚ ነገር ኣይምሓበርክን ናብ ውሽጢ ከምገበርክዮ ነርኪ ሓሳባትካ እኮ ተረዲእኒ ኣሎ ሳይሞን ሓወይ ግን ኣነ ክብለካ ዝደሊ ህውኽ ስጉምቲ ትውሰድ ድሓር ከጣዕሰካ እዩ ከመዮሳን ጌራ ተፍቅረካ ከ ኣብዚ ዓለም ኣይትረክብን ኢኻ እስከ ንማዕተብ ከተዛረቢ ሓንቲ እምንቲ ዘፍቀረት ጓል ሰብ ትገብሮ ዳ ጌራሳ
ብቐቢለ እኮ ኣይኮንኩን እዚ ነገርሲ ቅድሚ ምግጣሙ ከማን ናይ ጌራትኒ ሳዕበን ከም ዘለዎ ከማን ሓቢረ እየ እዋ ምስ ወዲ ኣብ ባር ከም ተምስስ ሓቢራትክ ነይራ ንሳ ማዕረ ክንዲ ዝዕብያ ስለ ዘይጠመተቶ እያ ኣብዚ ወደቓ ዘላ ሕጂ ግን ጌጋኣ ተረዲእዋ ይቕረ ክሓቶ እያ ትብለካ ዘላ። ይቕረ ዳርሓ ንብለላ ንዝግጣዓ እሞ ይቕረ ብለላ ኣነ ኣነ ቂምታ ክሕዝ ዝደሊ ሰብ ኣይኮንኩን ሳራ ኣነ ነጻ ሰብ ክኾን እየ ዝደሊ ግን ዋእ ስኢለ ኣብ ውሽጠይ ካላ ተሰማዕና ኣሚነያ ክይድ ማለት እምነት እኮ ሓንሳእ እዩ ኣይመስለክን
እዚ እቲ ዝፈልጦ ሳይሞን ኣይኮንካን ዘለኻ ልብኻ ይዓቢ ብኻ ዓቢ ልብኻ ክዓቢ ኣለዎ እኮ እዚ ጉዳይ ሰኣነ ፈልጦ ድየ

ዋት ትገብሪ ነበርኪ ምንቅስቃስን እቲ ሳዕስዒትን ገለ እንኮ ኣደብ ዘይነበሮ እዚኣስ ናይ ብሓቂ ተጋጊኺ ክፋዋል ኢኺ ሰሪሕክዮሲ ብሓቂ
እዚኣ ርኽብየልኒ ብጣዕሚ ተጋጊ ኣሪ ሓወይ ሳይሞን ከዓኒ በቃ ኣንታ ከምዚኣ ኮይና ደሓን ከምዚ ገለ ተበልኒያ ፈፂሙ ማን ኣብና ንስኹም ሲ ትሽፉንለያ ከም ዘለኹም ከ ዝብ ዘሎ ሓቂ እዩ
ዝጠሎም ኮኳይ ዝመስሎ ዘሎ ዋላ ምሳራ ኮይናሲ ኣንታ ምስ ወይ ሓደረትን ከምዚ ገለ ተበልኒያስ ኖኖኖ ንስኹም ተሓባበርቲ ኣኹም ገይሉ እኮ በቃ ሞኽታን ኣብልዒና ዋ
ምስ መን ዝሓደርኩ ዳ መስለ ኣሎ ዋ ምስኡ ምስ ትወዲ ሓቂ ዘረባ ይሕስወካ ዲኣ ኣሪ ሓወይ ንሱ ንከምስታት ክገብር ደፋፊእኒ እዩ ኣነ ግን ፍጹም ኢለ ቀቢጸዮ መስተ ስለ ዝነበረኒ ገዛ ከይተሰኪፈ ምስ ሳራ ሓዲረ ለካ ክሕልወንን ሳራ ክትዋሓሰንን ኢሊ ናብ ሳራ ሰይድኒ ማለት እዩ እወ የሳሓፍቲ ኣምላኽ ይውጽእክ እምበር ሓቂ ዘረባ ሕጂ ንዓኺ ኣነ ይሕስወክን እየ ዋላ ንሕና ከማን በቲ ዝረኣኹኺ ኣነ ምስ ሱቂልኪ ዝሓደርኪ መሲሉ ነይሩ ግን ደሓን ሕጂ ኩሉ ንግደፎ እሞኒ ሳይሞን ምስ ወዲ ዘለክ ርክብ ይፈልጦ ዶ እዎ ፈልጥ
እንታይ ደኣ ኣብቲ ባርከናስ ከም ዝተቃላ ዋላ ብዙርያ ክርእዎ ከም ዘይፈልጥ ኮዩ ዕሊልኒ እዎ ሓቂ እዩ ሽሙን ዕላልን ዘለዎ እምበር መልክዑ ሪእዎ ይፈልጥኒ ኦኬ
እሞ ደሓን በቃ ከም ዝትብልዮ ዘለኹ ተኮይኑሲ ንዑ ረኺብና ተዘራርብና ኮይኑ መስለኪ
ጽቡቅ ግን ምሳይ ዘለኩም ርክብ እንተፈሊጡ ጉዳይ ከበላሽዋ እዩ ክሳብዛ ሰዓት ስጋብ ዝቀረባ ግዜ እዩ ንፍቅሪ ዝሓተኒ ነይሩ ኣነ ከዓ ተሓፅየ ለቕቢፀዮ ክገርመካ ወላ ኣብታ ምሸት ዝተረኸብናላ መዓልቲ ፍቅረይ ክውድእ ተኮይነ ምሳይ ክተሓድርለክ ኢሉ ነዛ ኮፍ ነዛ ኮፍ እዩ ሞክተ ያብልዕኒ ድሓን እንታይ ክገብር ይመስለኪ ቁፅሩ ምሃብኒ ናምበሩ ሃብኒ ድሓን ከመሓሽ ሃራይ ሃራይ ሃራይ

ሄሎ ሳምዓርከይ ኣበይ ኣለኻ? ሳማሕወይ ከመይ ሓዲርካ ሓዲና ኣምላኽ መስገን
ኖኖ ኣብዚ ከባቢካ እየ ፀኒሐ ኣጋጣሚ

ሕጂ ከኣ እኮ ሳራ ብዛዕባይ ክትዛረበኒ ጸኒሓ። ደሓን ደሓን ንዓ እሞ ሳማሕ ወይን ኣይስምዓኒ። ክሰምዓካ እኮ እየ ዘለኹ ኣሮን። ጽቡቕ ምስማዕ ጥራይ ኮንኩ ደልዮ ዘለኹ ብልብኻ ሲርየስ ኮንካ ክሰምዓ ደልየ ኣለኹ ኦኬ።
ኣረ ይሰምዓካ ኣለኹ። በቃ ጽቡቕ ነጋሽ ድበሃል ሰብ ዮሳን ዝዕብለትካ ትዝክሮ ዶ?
እፈልጦ።
ኦኬ ከምዚ ብገጹ ገለ ትፈልጦ ርኢኻዮ ትፈልጥ? ንዓ ተጋዳላይ ገጹ ገለ እኮ ይፈልጥን እዩ ግን ቅድሚ ሕጂ ንፍቅሪ ሓታ ከም ዝነበረ ንሳ ከኣ ሕቶ ከም ዘይተቀበለቶ ከም ዝኣበየቶ እፈልጥ እየ። ጽቡቅ በልቲ ብቀዳማይ ኣብቲ ባር ድራኣናያ ምስ ዮሳን ነጋሽ። እባ
እንታይ ሕጂ ክትምለሶ ገለ ትሓስብ ኣላ ማለት ድዩ። ኖ ኖ ኖ ኣስምዓኒ ሳሚ ሓወይ ከምኡ ኣይኮነን ንሳ እንታይ ትብለላ መሲልካ እቲ ሽዑ ምሸት ዝራኣኹምኒ እቲ ምሻሎ ዘየድሊ ምንቅስቃስ ክትገብር ክትስዕስዕ ገለ መለ ገለ እሱ ናይቲ መስተ ረሲነ ስለ ዝነበርኩ እየ እቲ ካልእ ዝብሎ ዘሎ ግን ኣነ ኣይወዓልክዎን ክተራጋግጽ ምሕ ደሊኻ ድማ ተሌፎነይ ነጋሽ ንኢለካ ኢላ ሂባትኒ ኣላ። ሃሩን
ኣነ ካብ ልበይ እንተ ዘኽብረካ ትፈልጥ ኢኻ ኻኣ እስኻ ሕጂ ሓራይ ንኽሰምዓካ ጥራይ እንታይ ንግበር ኢኻ ትብል ዘላ። ጽቡቕ ናምበሩ ሂባትኒ ኣላ ምሽ ኬድና ነዚ ወዲ እዚ ንረኽቦ ዝደለናዮ ነገር ካኣ ክኸውን ነረጋግጾ። ጽቡቕ ናምበሩ ሂባትካ ኣላ እወ። ንዓይ ናምበሩ ትበኒ ባዕለይ ደዊለ ካኣ ባዕለይ ይረኽቦ። ቧእ ንዓባት ኣስላም ሓወይ ዋእ ከመይ ጌረ ከምኡ ክኸውን ንስኻ ነዚ ኩሉ ስምዒት ኣሕሲስካ ንራም ከመይ ኢካ ክትረኽቦ።

ፅቡቕ ናታ ወዲ ግን ስምዓኒ ኣብ ዝኾነ ብስምዒት ኣቲኻ ገለ ዘየል ነገር ከይትገብር ተረጋጋ ዋላ ሓንቲ ደስት ይምዝረብ
ድሓር ንዑ ምስ ራንካ ይኻል ዓይንኸበኒ ኢኻ ምክንያቱ ድሕሪኡ ሽዑ ክሳይ ትገብር እማ ንስኻ ተድልየካ ዘላ ስታ መረጋፂ ኣረጋጊፅካ ጉዳይካ ትወፅእ ዝገበረ እንታይ ርክቡ ክፈልጥካ
ሃብቶም ፅቡቅ ኣላ ነጋሽ ወፅቡ ኣላ ዛሬ ኣሎ ሰላም ድዩ ወፈር ብሰማይ ክበር ዝኣርከይ ግና ይፍለጥኩኻን ኣበይና ንፋለጥ

ሳይሞን ዝበሃል ኣዝያ ተፍቅሮ ሕፁይ ኣለዋ ነዚ ትፈልጥ
ፈልጥ እምበር ፈልጥ እየ ያው ክትሕግዘኒ ስለ ዝደለኹ እየ እኮ ቆፂረካ ከይትግረምታ ሽዑ ምሸት ከማን መኣሙና ምስ እያ ተኾራርያ ነይራ ትኸውን ኣጋጣሚ ተራኺብና እሞ ሓንሳብ ክዕለኪ ኢለያ ኦኬ ኢላትኒ ናብዛ ትሪያ ዘለኻ ገዛ መፂና ሳን ሳዕስዒታን መቸም ዋው ፊንቲ እያ ኮይና ምስያ ኣብ መንጎ ግና ሳይሞን እያ ነፍቅረካ እየ ትብለኒ ዓርክኻ ከዓ ኣታ ኣነ ነጋሽ ሳይሞን ኣይኮንኩን

ነብሰይ ናይ ሳይሞነይ ጥራይ ኢላትኒ ዋ ናይ ደሓንዳ ክንዲ ዝፍሸኽሸኽ እንታይ ዳ ኮንካ ተሓጒስካ
እቲ ከምዚ ዓይነት ኣብ ፍቕሪ ዘለዋ ፅምዓት ኮይኑ መሊሰ ከም ዝፈትዋ ዝገብረኒ ዘሎ
ከይትግረም ክንደይ እየ ርኤ ክንደይ ክንደይ ከማን ከመይ ዩሳን ጌራ ንዓይ ዘሳቀየትኒ ጓል ግን የላ ትፈልጥ ልክዕ ከም ፈጣሪ ዝልምኖ ጌረ ለሚና ይኳ ይቅቢጻትኒ ጽሕሪኡ ምስ ተሓጽየት ቀቢጽያ ሕጂ ግን ምስ ሳይሞን ዝበሃል ሕጽያ ጽቡቅ የላን እንድያ ኣነ ከዓ ድሕሪ እታ ምሸት ክርዳእን ዘይክል ስምዒት እዩ በቃ ፍቅራ ደጊስኒ ኣይከደቅሶም እንዴ
ገለ ባበት እንታይ ዳ ትሸርሽርካ
ደታይ ኣይሞን ብለ ኣብቲ ኮምፖቲሽን ትኣቱ ነው ኣፍቂርካ እንዲኻ ወዳደር ላዕሊ ታሕቲ እንትብል